ካፒታል ኦሮታ ብምትሕብባር ኤርትራውያንን ወጻእተኛታትን ሓካይም ንህጻናት መጥባሕቲ ልቢ ተኻይዱ። ቤት ጽሕፈት ሚኒስትሪ ትምህርቲ ኣብ ንኡስ ዞባ መንደፈራ ንጥፈታት ባህሊ ስፖርትን ጥዕናን ገምጊሙ። መንግስቲ ኣፍጋኒስታንን ጉጅለ ጣሊባንን ምልዋጥ እሱራት ኣካይዶም። ዕስራ ሕዳር ኣህጉራዊ መዓልቲ ቆልዑ ውሁድ ጻዕሪ ንምርግጋጽ መሰላት ቆልዑ ኣብ ትሕቲ ዝብል ቴማ ትማሊ ኣብ ኣስመራ ቀጽሪ ኤክስኮ ኣብ ዝተኻየደ ስነ ስርዓት ብክብ ዝበለ መዓርግ ተዘኪራ። ኣብቲ ላዕለዎት ሰበ ስልጣን መንግስትን ግንባርን ኣብ ኤርትራ ዝመደበሮም ኣምባሳደራትን ወከልቲ ትካላት ሕቡራት ሃገራትን ዝተረኽብሉ ኣጋጣሚ ቃል ሚኒስትሪ ዕዮን ማሕበራዊ ድሕነትን ዘስምዐ ዋና ዳይረክተር ማሕበራዊ ድሕነት ኣቶ ምሕረታ ፍስሃየ፣ ህዝባዊ ግንባር ኣብቲ ዝዘንከረ መድረኻት ብረታዊ ቃልሲ ከይተረፈ ቀዳምነት ንቖልዑ ካብ ዝብል መትከላዊ እምነቱ ተበጊሱ ኣብ ልዕሊ ህጻናትን ድሕነቶምን ምዕቡል ኣተሓሕዛ ከምዝነበሮ ብምግላጽ ድሕሪ ናጽነት እውን ኣብተን ቀዳሞት ዓመታት ኣብ ኣህጉራዊ ውዕል መሰላት ቆልዑ ክታሙ ብምንባር ኩሉ መዳያት ዕቤት ቆልዑ ዘረጋግጹ ዓወታት ከምዘመዝገበ ኣነጺሩ። ወኪል ማዕከን ህጻናት ሕቡራት ሃገራት ማለት ዩኒሴፍ ኣብ ኤርትራ ሚስስ ሻሂን ኒሎፈር ብወገና፣ እቶም ካብ ጸቕጥን መጥቃዕትን ሓራ ኮይኖም ዝዓብዩ ቆልዑ ሓላፍነታውያን ዜጋታት ናይ ምዃን ተኽእሎኦም ዓቢ ከምዝኾነ ብምግላጽ፣ ኤርትራ ኣብዚ ዝሓለፈ ሰላሳ ዓመታት ኣብ ድሕነት ህጻናትን ቆልዑን ብሓፈሻ፣ ኣብ ምርግጋጽ ተሳታፍነቶም ኣብ መኣዲ ትምህርትን ስፍሓት ሸፈነ ኣገልግሎት ጥዕናን ዘመዝገበቶ ዓብይ ዝላ ብኣሃዛት ኣሰንያ ኣቕሪባ። እቲ ዕለት ሰላሳ ዓመታት ኣብ ምርግጋጽ መሰላት ቆልዑ ብዝብል ቴማ ዝተዳለወን ንዕኡ ዘንጸባርቕን ስእላዊ ምርኢት ከምኡ'ውን ባህላዊ መሰናድኦታት ማዕሪጉ ነይሩ። ኣህጉራዊ መዓልቲ ቆልዑ ኣብ ሃገርና ንመበል ዕስራን ሸሞንተን ግዜ ብደረጃ ዓለም ድማ ንመበል ስሳን ሓደን ግዜ ተዘኪሩ ውዒሉ። ቅድሚ ሕጂ ሸሞንተ ታሕሳስ ትዝከር ዝነበረት ኣህጉራዊ መዓልቲ ቆልዑ ምስቲ ሓፈሻዊ ባይቶ ውድብ ሕቡራት ሃገራት ንትግባረ ውዕል መሰላት ቆልዑ ዘጽደቐሉ ዕስራ ሕዳር ሽሕን ትሽዓተ ሚእትን ሰማንያን ትሽዓተን ብምትሓዝ እታ ዕለት ከምዝተቐየረት ዝፍለጥ'ዩ። ኣብ ሃገራዊ መወከሲ ሆስፒታል ኦሮታ ካብ ዓሰርተ ሰለስተ ክሳብ ትማሊ ዕስራ ሕዳር ብምትሕብባር ኤርትራውያንን ወጻእተኛታትን ሓካይም ንህጻናት መጥባሕቲ ልቢ ተኻይዱ። እቲ ብተበግሶ ሓደ ልቢ ሓደ ዓለም ዝፍለጥ ዓለም ለኻዊ ማሕበር ዝተካየደ ናይ መጥባሕቲ መደብ ዜጋታት ኢጣልያ፣ ሊባኖስ፣ ሰርብያን ኮሶቮን ልዕሊ ዕስራ ሓካይም ምስ ኤርትራውያን መዛንኦም ተሓባቢሮም ዝተሳተፍዎ እዩ። ንጉጅለ ሓካይም ሓደ ልቢ ሓደ ዓለም መሪሑ ዝመጸ ዶክተር ብሩኖ ሞርዚ ንኤሪና ኣብ ዝሃቦ ሓበሬታ፣ ካብ ክልተ ሽሕን ሓሙሽተን ኣብ ዝተፈላለየ እዋን ናብ ኤርትራ እናምጽኡ ሞያዊ ኣገልግሎት ክህቡ ከም ዝጸንሑ ብምግላጽ፣ ሎሚ ዓመት መርመራ ካብ ዝተገብረሎም ሚእትን ዓሰርተ ክልተን ህጻናት ን ዓሰርተ ሓሙሽተ መጥባሕቲ ከም ዝተገብረሎም ሓቢሩ። ዶክተር ብሩኖ ብምቕጻል እቲ ዘካየድዎ መጥባሕቲ ህጻናት ሒዞሞ ዝውለዱ ከምኡ'ውን ብሓናትን ካልእ ናይ ጎሮሮን ኣፍን ረኽሲ ኣብ ዝስዕብ ናይ ልቢ ጸገማት ዘተኮረ ምንባሩ ኣረዲኡ። ክኢላ ሕማማት ልቢ ህጻናት ዶክተር ናድያ ኣሳንታ ብወገና ሕማማት ልቢ ብተፈጥሮ ዝተኸስቱ ምስ ዘይኮኑ ኣቐዲምካ ብእትወስዶም መሰረታውያን ስጉምታት ክፍወሱ ከም ዝከኣል ብምሕባር ምስ ሚኒስትሪ ጥዕና ብምትሕብባር ኣብ ዝተፈላለየ ዞባታት ዛጊት ን ዓሰርተ ሽሕ ህጻናት መርመራ ከምዝተገብረን ኣስተምህሮታት ከምዝተዋህበን ገሊጻ። ስድራቤት መጥባሕቲ ዝተኻየደሎም ህጻናት ንኤሪና ኣብ ዝሃብዎ ሓበሬታ፣ ዝዓበየ ለውጢ ንምርኣይ ግዜ ዝወስድ እኳ እንተኾነ ድሮ ምምሕያሸ ክርእዩ ከምዝኸኣሉ ግን ገሊጾም። ቤት ፅሕፈት ሚኒስትሪ ትምህርቲ ኣብ ንኡስ ዞባ መንደፈራ ብ ዓሰርተ ሓሙሽተ ሕዳር ኣብ ዘካየዶ ኣኼባ ኣብ ዓመተ ትምህርቲ ክልተ ሽሕን ዓሰርተ ሸሞንተን ክልተ ሽሕን ዓሰርተ ትሽዓተን ዘካየዱ ንጥፈታት ባህሊ ስፖርትን ጥዕናን ገምጊሙ። ኣብቲ ካብ ዕስራን ኣርባዕተን ኣብያተ ትምህርቲ ዝተዋፅኡ ኣስታት ሚእትን ዕስራን መምሃራን ዝተሳተፍዎ ገምጋማዊ ኣኼባ ሓላፊ ቤት ፅሕፈት ሚኒስትሪ ትምህርቲ ኣብቲ ንኡስ ዞባ መምህር ገረዝጊሄር ተወልደ ኣብ ዝሃቦ ቃል እቲ ገምጋም ኣብ ቀፃሊ ምምሕያሽ ዘድልዮም ሃጓፋት ብምልላይ ንምእራሞም ከም ዝሕግዝ ገሊፁ። ሓላፊ ኣካል፣ ባህሊ፣ ስፖርትን ጥዕናን መምህር ከሰተ ተኽለ ድማ ኣብ ዝሓለፈ ክልተ ዓመታት ዝተተግበሩ ዓበይቲ መደባት ብመንፅር እወታውን ኣሉታውን ጎንታቶምን መፍትሒኦምን ብዝርዝር ኣቕሪቡ። ኣብያተ ትምህርቲ ምንጪ ኣድማዒ ንጥፈታት ስፖርትን ባህልን ከም ዝኾና ጠቒሱ ድማ ኣብ ሓድሕደን ዘካይድኦ ውድድራት ኣብ ተምሃሮ ሓያል ስምዒት ዝፈጥርን ብቕዓት ዝሃንጽን ምዃኑ ብምግላጽ፣ ኮሚቴ ወለድን ምምሕዳርን ንምዕዋቱ ዝገብርዎ ዘለዉ ኣበርክቶ ከዕዝዙ ብተወሳኺ ተላብዩ። ዝተማልኤ ሜዳ ዘይምህላው፣ ብስፖርትን ባህልን ዝሰልጠኑ መማህራን ዘይምህላው፣ ድኮና ኣብያተ ትምህርቲን ሜዳ ስፖርት ኣብ ግምት ዘእተወ ዘይምዃኑ፣ ዋሕዲ መጻሕፍቲ ስፖርትን መሳርሒታት ሙዚቃን ከምኡ'ውን ስልጠናታት ዘይምህላው ካብቶም ቀንዲ ብድሆታት ምዃኖም ድማ ብተወሳኺ ኣነጺሩ። ኣብ መወዳእታ፣ ኣብ ባህልን ስፖርትን ዘተኮረ ስልጠናታት ብቐጻሊ ክወሃብ፣ ኣብ ምህናጽ ሜዳታት ምምሕዳር ንኡስ ዞባ ኣድላዪ ምትሕብባር ክገብር፣ ዓይኒ ምድሪ ዘይብለን ኣብያተ ትምህርቲ ክስርሓለን፣ ዕዉታት ተመሃሮ ክተባብዑ፣ ዕቑር ክእለት ተመሃሮ ብግቡእ ክፍተሽን ናብ ዝለዓለ ደረጃ ዝበጽሓሉ ባይታ ክፍጠርን ዝብል ሓሳባት ብተሳተፍቲ ቀሪቡ። ኣብ ን ዞባ መንደፈራ ኣብ ዕስራን ኣርባዕተን ኣብያተ ትምህርቲ መባእታ ማእከላይን ካልኣይን ደረጃታት ኣስታት ዕስራን ሓደን ሽሕ ተምሃሮ ከም ዘለዉ ዝበጽሓና ሓበሬታ ኣፍሊጡ። ኣብ ን ዞባ ቅሮራ ሕብረተሰብ ኣብ ምክልኻል ገበናትን በደላትን ብዝገብሮ ዘሎ ዕቱብ ጻዕሪ ኣብዚ ዓመት እዚ ዝተመዝገበ ገበናት ከም ዘየለ ኣዛዚ መደበር ፖሊስ እቲ ንኡስ ዞባ ሰርጌንተ መሓመድኑር ዓይላይ ገሊጹ። ንተምሃሮ እማህሚመ ኣብ ዘካየዶ ጎስጎሳዊ ኣኼባ፣ ሰርጀንት መሓመድኑር፣ እዚ ገበናትን በደላትን ናይ ምክልኻል ሜላታት ክዕቀብ ብምዝኽኻር፣ ካብ ገበናትን በደላትን ናጻ ዝኾነ፣ ብስነ-ምግባር ሕብረተሰቡ ዝተሃንጸ መንእሰይ ኣብ ምህናጽ ፖሊስ ተርኡ ይጻወት ከምዘሎ ኣብሪሁ። ኣብቲ ኣኼባ፣ ንድሕነት ትራፊክ ዝምልከት መግለጺ እውን ብኣባላት ፖሊስ ትራፊክ ተዋሂቡ። እዚ ድምጺ ሓፋሽ ኤርትራ እዩ።

መንግስቲ ኣፍጋኒስታንን ጉጅለ ጣሊባንን ቅድሚ ሳልስቲ ምልዋጥ እሱራት ኣካይዶም። ብመሰረት ሓበሬታ ማዕከናት ዜና፣ መንግስቲ ኣፍጋኒስታን ቀይድዎም ዝጸንሐ ሰለስተ ላዕለዎት ኣዘዝቲ ጣሊባን ናጻ ክለቅቕ እንከሎ፣ ጣሊባን ብወገኑ ንሰለስተ ዓመታት ጅሆ ሒዝዎም ዝጸንሐ ሓደ ኣሜሪካውን ካልእ ሓደ ኣውስትራልያውን ፕሮፌሰራት ለቒቑ ኣሎ። እቲ ስጉምቲ ኣብ መንጎ ክልቲኦም ወገናት ቀጥታዊ ዘተ ንምክያድ ባይታ ከጣጥሕ ከምዝኽእል'ዮም ናይ ቀረባ ተዓዘብቲ ዝገልጹ። ፕረዚደንት ኣፍጋኒስታን ኣሽራፍ ቓኒ፣ እቲ ዝተወስደ ስጉምቲ ኣብ ምህዳእ ኩነታት ኣፍጋኒስታን እወታራዊ ክህልዎ'ዩ ክብል ገሊጹ'ሎ። መንግስቲ ኣፍጋኒስታን ምስ ጣሊባን ቀጥታዊ ዘተ ንምክያድ ከቕርቦ ዝጸንሐ ተደጋጋሚ ጻውዒት ከምዘይሰለጦ ዝፍለጥ'ዩ። ብዘይካ'ዚ ኣብ መንጎ ኣሜሪካን ጣሊባንን ክካየድ ዝጸንሐ ንትሽዓተ ዙርያታት ዝቐጸለ ዘተ ከምቲ ዝድለ ውጽኢታዊ ከምዘይኮነ'ዩ ተፈሊጡ ዘሎ። ሰኔጋል ኣብ ዞባ ምዕራብ ኣፍሪቃ ዝዓበየ ትካል ንፋሳዊ ጸዓት ከም ዝደኰነት ሮይተርስ ንሰብመዚ'ታ ሃገር ብምጥቃስ ኣቃሊሑ። ቀዳማይ ገጽ ናይቲ ኣብ ኣርብዓ ሄክታር ዝተደኰነ ናይ ሰለስተ ሚእትን ኣርብዓን ክልተን ሚልዮን ዶላር ፕሮጀክት ኣብ ወርሒ ታሕሳስ ማለት ኣብዛ ትመጽእ ወርሒ ክልተ ሽሕን ዓሰርተ ትሽዓተን ስርሑ ክጅምር ምዃኑ መንግስቲ'ታ ሃገር ገሊጹ'ሎ። እቲ ተተካኢ ጸዓት ምሉእ ብምሉእ ምስ ተዛዘመ ንዓሰርተ ሓሙሽተ ሚእታዊት ካብ ጠቕላላ ሃልኪ ጸዓት ሰነጋል ክሽፍን ትጽቢት ከም ዝግበር'ዩ እቲ መንግስቲ ብተወሳኺ ዝሕብር። መንግስቲ ሰነጋል ኣብ ዝመጽእ ቀረባ ዓመታት ብውሕዱ ሰላሳ ሚእታዊት ካብ ሃልኪ ጸዓት ሃገሩ ተተካኢ ንምግባሩ ይሰርሕ ከም ዘሎ ተፈሊጡ። ዝኸበርኩም ሰማዕትና! ዜና ቅድሚ ምፍጻሙ ኣርእስታቱ ክደግመልኩም። ኣህጉራዊ መዓልቲ ቆልዑ ብደረጃ ሃገር ትማሊ ኣብ ኣስመራ ተዘኪራ። ኣብ ሆስፒታል ኦሮታ ብምትሕብባር ኤርትራውያንን ወጻእተኛታትን ሓካይም ንህጻናት መጥባሕ ልቢ ተኻይዱ። ቤት ጽሕፈት ሚኒስትሪ ትምህርቲ ኣብ ንኡስ ዞባ መንደፈራ ንጥፈታት ባህሊ ስፖርትን ጥዕናን ገምጊሙ። መንግስቲ ኣፍጋኒስታንን ጉጅለ ጣሊባንን ምልዋጥ እሱራት ከም ዘካየዱ ተሓቢሩ። ሴነጋል ኣብ ዞባ ምዕራብ ኣፍሪቃ ዝዓበየ ትካል ንፋሳዊ ጸዓት ሃኒጻ። ዜና በዚ ይፍጸም።